ኣብ መንጎ መንግስቲ ኤርትራን ባንክ ልምዓት ኣፍሪቃን ኣብ ምምዕባል ጽላታት ሕርሻን ትምህርትን ዝውዕል ናይ ልዕሊ ኣርብዓን ሓደን ሚልዮን ዶላር ውዕል ብ ሸውዓተ ጉንበት ኣብ ኣስመራ ተፈሪሙ። ነቲ ውዕል ብወገን መንግስቲ ኤርትራ ሚኒስተር ፋይናንስ ኣቶ ብርሃነ ሃብተማርያን ብወገን ባንክ ልምዓት ኣፍሪቃ ድማ ዞባዊ ዳይሬክተር ናይቲ ባንክ ኣቶ ገብርኤል ንጋቱን ከቲሞምዎ። ካብቲ ዝተጠቕሰ መጠን ገንዘብ እቲ ሓምሳ ሚእታዊት ብመልክዕ ሓገዝ፣ እቲ ሓምሳ ሚእታዊት ድማ ወለድ ዘይብሉ ልቓሕ ምዃኑን ኣብ ቀዳምነታት ልምዓታዊ መድባት መንግስቲ ኤርትራ ከም ዝውዕልን ኣቶ ገብርኤል ሓቢሩ። ባንክ ልምዓት ኣፍሪቃ ካብ ሽሕን ትሽዓተ ሚእትን ተስዓን ሽዱሽተን ጀሚሩ ኣብ ልምዓታዊ ንጥፈታት ኤርትራ ብውጡን ደረጃ ክተሓባበር ምጽንሑ ዝጠቐሰ ሚኒስተር ብርሃነ ሃብተማርያም ብወገኑ እቲ ልኡኽ ንዝሰፍሐ ምትሕግጋዝ ኣብ ኤርትራ ምስ ዝርከባ መሻርኽቲ ልምዓት ርክባት ከም ዘካየደ ገሊጹ። ዞባዊ ቤት ጽሕፈት ባንክ ልምዓት ኣፍሪቃ ኣብ ናይሮቢ ኬና ኮይኑ ኤርትራ እትርከበን ዓሰርተ ሰለስተ ኣባል ሃገራት ይጥርንፍ።
ሚኒስትሪ ዕዮን ሰብኣዊ ድሕነትን ንንድፊ ኣጠቓላሊ ሃገራዊ ፖሊሲ ስንኩላ ንኤርትራ ዝምልከት ዓውደ ዘተ ብ ሸውዓተ ግንቦት ኣብ ከተማ ኣስመራ ኣዳራሽ ሃኮሰ ኣቃኒዑ። ኣብቲ ላዕለዎት ሰበ ስልጣን መንግስትን ግንባርን ዝተረኽቡሉ ኣኼባ፣ ሚኒስትር ዕዮን ሰብኣዊ ድሕነትን ኣቶ ካሕሳይ ገብርሂወት ኣብ ዘስምዖ መደረ፣ እቲ ተዳልዩ ዘሎ ንድፊ ፖሊሲ ስንክልና ኣብ ሃገራዊ ቻርተርን ሃገራዊ ውጥን ልምዓትን ዝተሰረተ ምዃኑ ብምጥቃስ፣ ንብሩህ መጻኢ ዘማዕዱ፣ ኣብ ሰብኣዊ መሰልን ክብረትን ዝተነድቀን ምስ ሃገራዊ ባህልን ልምድን ዝሳነን ከምዝኾነ ኣብሪሁ። ሚኒስተር ካሕሳይ ኣስዒቡ፣ እቲ ንድፊ ተጻፊፉ ምስ ጸደቐ ንጉዳያት ስንኩላን ሓፈሻዊ መኣዝን ዘትሕዝ፣ ንተራ መሻርኽቲ ሕብረተሰብ፣ ኮምን ስንኩላን ዘነጽር ከምኡ'ውን ንተሳትፎን ኣፍራይነትን ስንኩላን ዘደንፍዕ ሓፈሻዊ መምርሒ ክኸውን ዘለዎ ትምኒት ገሊጹ። ዋና ዳይሬክተር ክፍሊ ማሕበራዊ ድሕነት ኣቶ ምሕረትኣብ ፍስሃየ ብወገኑ፣ እቲ ንድፊ ንኩነታት ስንኩላን ብዝሰፍሐ መልክዑ ዘርእዩ ዓይነታውን ዓቐናውን ኣገባባት መጽናዕቲ ምርኩስ ብምግባር ከምኡ'ውን ዝተፈላለዩ መጽናዕታዊ ሰነዳት ብምውካስ ዝተዳለወ ምዃኑ ብምሕባር፣ ነቲ ሰነድ ዝያዳ ንምህብታምን ንምጽፋፍን ናብ ዝተፈላለያ ዝምልከተን ኣካላት ከም ዝተሰደን ብሃናጺ ርእይቶታትን ከም ዝተደረዐን ኣረዲኡ። ኣብቲ ዓውደ ዘተ ንኣገባባት ህላወ ፖሊሲ፣ ጉዳይ ስንኩልናን ስንክልናን ስንኩላትን ከምኡ'ውን እማመ ምክትታልን ገምጋምን ፖሊሲ ኣብ ዝብሉን ካልኦትን ኣርእስትታት ብክኢላታት መግለጺታት ቀሪቡ። ተሳተፍቲ ብወገኖም ዝምልከተን ኣካላት መንግስትን ትካላትን ንጉዳይ ስንኩላን ኣብ መደባተን ሰሪዐን ኣፍራይትን ኣፍራይነት ስንኩላን ንኽዓዘዝ ኣበርክቶኦም ከሕይላ ተነዲፉ ዘሎ ፖሊሲ ንኽዕወት ፈለማ ኣብ ምብራኽ ንቕሓትን ኣፍልጦን ዘተኮረ ጎስጓስ ክካየድ፣ ስንኩላን ኣብ ጉዳዮም ተሳታፍነቶም ከዕዝዙን ኣበርክቶኦም ክብ ከብሉን ዝብሉን ካልኦትን ርእይቶታትን ለበዋታትን ኣቕሪቦም። ኣመሓዳሪ ዞባ ዓንሰባ ኣቶ ዓሊ ማሕሙድ፣ ገስጋስ ናይቶም ኣብ ክልተ ሽሕን ዓሰርተ ሓሙሽተን ክሰላሰሉ ዝተወጠኑ መደባት ልምዓት ንምዕዛዝ ኣብ ንኡስ ዞባ ዒላበርዒድ ምምሕዳራት ከባቢ ሓድሽ ዓዲ፣ ደንበ ሃብተጼን፣ በርዑናን ጀርተምን ዑደት ኣካይዱ። ኣብ ጀርተም ምስ ወከልቲ ዓዲ ኣብ ዝገበሮ ርክብ ኣቶ ዓሊ፣ ምንጪ ጽሩይ ዝስተ ማይ ናይታ ዓዲ ንምውሓስ ኣብ ማእከል ሩባ እትኳዓዝ ዘላ ዒላ ቅድሚ ክራማት ክዛዘምን መከላኸሊ ድበት ክስራሓላን ከምዝግባእ ብምጥቃስ፣ ህዝቢ ኣብ ምዕዋት'ቲ ስራሕ ተርኡ ከዕዝዝ ተላብዮም። ኣብ በርዑና ትህነጽ ዘላ ዲጋ ብጽቡቕ ትቕጽል ከምዘላ ዝጠቐሰ ኣቶ ዓሊ፣ ኣብ እዋና ንክትዛዘም ምምሕዳር ዞባ ዓንሰባ ንዋታዊ ሓገዛት ከምዝገብር ኣብሪሁም። ህዝቢ'ተን ምምሕዳራት ከባቢ ዘሰላስሎ ዘሎ ማእቶታዊ ስርሓት ንራኢ ህዝብን መንግስትን ኤርትራ ዘግህድ'ዩ ዝበለ ኣቶ ዓሊ፣ ህዝቢ ብጋንታታት ተወዲቡ ዘካይዶ ወፈራታት ክሕይልን ከም ባህሊ ክሰርጽን ኣተሓሳሲቡ። ኣብ ዞባ ዓንሰባ ኣብዚ ሒዝናዮ ዘለና ዓመት ብልዕሊ ሓምሳን ሓሙሽተን ሚልዮን ናቕፋ ኣብ ንኡሳን ዞባታት ዒላበርዒድ፣ ሓመልማሎ፣ ኣስማጥ፣ ዓዲተከሌዛን፣ ገለብ፣ ሓልሓልን ከረንን ሓጋዝን ዲጋታት ንምስራሕ መደብ ተታሒዙ ከምዘሎ እቲ ዝረኸብናዮ ሓበሬታ የረድእ። ብምኽንያት መበል ዕስራን ኣርባዕተን ዓመት በዓል ናጽነት፣ ካብ ሓሙሽተ ግንቦት ጀሚሩ ኣብ ኩለን ኣብያተ ትምህርቲ ዞባ ማእከል ዝተፈላለየ ንጥፈታት ይካየድ ኣሎ። ነቲ ኣብ ማእከላይ ደረጃ ቤት ትምህርቲ እምባጠቐራ ዝተኻየደ ወግዓዊ መኽፈቲ ስነ-ስርዓት፣ ኣመሓዳሪ ዞባ ማእከል ሜጀር ጀነራል ሮመዳን ዑስማን ኣውልያይ ሽግ ናጽነት ብምብራህ ብወግዒ ከፊትዎ። ኣቦ ወንበር ኮሚተ ወለዲ ቤት ትምህርቲ ማእከላይ ደረጃ እምባጠቐራ ኣቶ ተኸስተ ክፍለ ኣብ ዘስምዖ መደረ፣ መዓልቲ ናጽነት ንህዝቢ ብሓፈሻ ንተካእቲ ወለዶ ድማ ብፍላይ፣ ዘሰክሞም ሓላፍነትን ዘመሓላለፎ መልእኽትን ቀሊል ከም ዘይኮነ ጠቒሱ፣ ከም ወትሩ ብጽንዓትን ሓድነትን መብጽዓና ንዝበልጸገት ሃገር ከነሐድስ ከም ዝግባእ ኣስሚሩሉ። ኣብ መወዳእታ ዕዱማት ብተመሃሮ ንዝቐረበ ምርኢት ቴክኖሎጂ ኮምፕዩተር፣ ሕርሻ፣ ምህዞን ሰንዓን ከምኡ'ውን ስፖርታውን ባህላውን ንጥፈታት ተዓዚቦም። እቲ ልምዓት ብፅንዓት ኣብ ትሕቲ ዝብል ቴማ ዝካየድ ዘሎ ቅነ ናፅነት ኣብያተ ትምህርቲ ዞባ ማእከል ብሓፈሻ ኣብ ኣስታት ክልተ ሚእትን ተስዓን ኣብያተ ትምህርቲ ይካየድ ከምዘሎ ኣብ ጨንፈር ሚኒስትሪ ትምህርቲ ዞባ ማእከል ሓላፊ ባህልን ስፖርትን ኣቶ እስቲፋኖስ ገብረሃዋርያት ሓቢሩ። እዚ ከምዚ ኢሉ እንከሎ ብምኽንያት ዕስራን ኣርባዕተን ግንቦት ኣብ መንጎ ኣብያተ ትምህርቲ ንኡስ ዞባ ማይ ዓይንን ንኡስ ዞባ ፆሮናን ናይ ባህልን ስነ ጥበብ ውድድር ይካየድ ከምዘሎ ወኪል ኤሪና ካብቲ ቦታ ሓቢሩ። ኣብቲ ኣጋጣሚ ሓላፊ ጨንፈር ሚኒስትሪ ትምህርቲ ንኡስ ዞባ ማይ ዓይኒ መምህር ጣዕመ ፍትዊ ኣብ ዘስምዖ ቃል፣ እቲ ውድድር ኣካል ናይቲ ብባህልን ስፖርትን ዝተኾስኮሰን ቀለም ዝቐመሰን ብቑዕ መንእሰይ ንምህናፅ በቲ ሓደ፣ መዓልቲ ናፅነት ንምድማቕ ድማ በቲ ካልእ ዝዓለመ ምዃኑ ጠቒሱ፣ ወለዲ ንደቆም ከተባብዕዎምን ክድግፍዎምን ተላብዩ። ከም ኣካል ናይቲ ዓቕምታት ተመሃሮን መንእሰያትን ክብ ንምባል ዝካየድ ዘሎ ጻዕሪ፣ ኣብ ዞባታት ማእከልን ጋሽ ባርካን ንመንእሰያት ሞያዊ ስልጠናታት ተዋሂቦም። በዚ መሰረት፣ ኣብ ዞባ ማእከል ን ሰማንያ ተመሃሮ ማእከላይ ደረጃ ቤት ትምህርቲ ሓርበኛታት ኣብ ኣካዳሚያዊ ትምህርቶም ዝሕግዞም ናይ ኮምፒተር ስልጠና ቀሲሞም። ኣብ መዛዘሚ'ቲ ስነ-ስርዓት፣ ብትምህርቶም ጸብለል ንዝበሉ ሽልማት ተዓዲሎም። ብተመሳሳሊ ኣብ ንኡስ ዞባ ኣቑርደት ሚእትን ሰላሳን ሓደን መንእሰያት ጎኒ ጎኒ ኣካድያምያዊ ትምህርቶም ንክልተ ኣዋርሕ ቴክኒካውን ስነጥበባውን ስልጠና ከምዝቐሰሙ ወኪል ኤሪና ሓቢሩ። ገዲም ተጋዳላይ ብሪጋደር ጀነራል ከሰተብርሃን ገብርሂወት መብራህቱ ብሃንደበታዊ ሕማም ኣብ ሆስፒታል ሓይሊ ኣየር ክእለ ድሕሪ ምጽናሕ ብ ሸውዓተ ግንቦት ቅድሚ ቀትሪ ተሰዊኡ። ስነ-ስርዓት ቀብሪ ሓርበኛ ብሪጋደር ጀነራል ከሰተብርሃን ገብርሂወት ሰንበት ዓሰርተ ግንቦት ልክዕ ሰዓት ዓሰርተ ቅድሚ ቐትሪ ኣብ መካነ መቓብር ሓርበኛታት ኣስመራ ክፍጸም እዩ። ስዉእ ብሪጋደር ጀነራል ከሰተብርሃን ገብርሂወት በዓል ሓዳርን ኣቦ ክልተ ውሉዳትን እዩ። ሚኒስትሪ ምክልኻል ብመስዋእቲ ሓርበኛ ብሪጋደር ጀነራል ከሰተብርሃን ገብርሂወት ዝተሰምዖ መሪር ሓዘን ብምግላጽ ንስድራቤቱን ፈተውቱን ጽንዓት ይሃብኩም ይብል።